ከመይ ኣለዉ በዓል ባባ ክልተ ሰሙን ኣይረኣየናን
መን እዩሞ ሽሙ ቦኻ ቅድሚ ክልተ ሰሙን ደኣ ሮቤል ሽሙ ነይሩ ገለ እንዲ ክሰምዕ ሎሚ ሕጂ ኸ ቀይሮ ከይከውን ዓካት ባርባር ክኣቲ ከሎ ክንዲ ስለ ዝገብሩ ሽሞም ልውጥዎ እዮም ኢልኒ እዚ ዓካት ዝበሃል ከባላሸወካ እንድዩ ንስኻ ስራሕካን ትምህርትኻን ጥራይ ግበር ሓራይ ዶ እሸኻውን ኣያይ እንዲሞ መን እያኻ ዓካት ናይ ትምህርቲ ስላ ፀውዕት ኢሎምን እኮ ንዓካት እየ ዝወስዶ ጥራይ ከይትብለኒ እወ እሱዩ ዝኸለለ ጀና ዝኾነ ቆልዓ ክፅይቐካ ቁልለው ክዶስኺ እንታይ ይመስል ቀያሕ
ኣንታ ንስኻ ሓፍቲ ርእሲ እንደወረደ ከሊያ ንላሽ እንደላ እንታይ ኮይኑ እንታ ስቕ እንደ ባህ ሳክታ ንስኻ እኮ ኣኒኻ ድንግል እየ እንዳበልካ ተነጓላት ወዲኻየንስ

ፍሩይ ክኸውን ደቂቕሲ ቅድም እቲ ዝተዘርእ ክቦቕለልኪ ኢኻ እትምነ። መጺጽ መን ኢኺ ክትምርዓያ ኢልካ? ስቕ ኢለ ካብ ጽቡቕ ትምኒት ዝተበገሰ'ዩ። ባዕለይ ገሚተ። እሞ ጽቡቕ ገሚትካ። ክምርዖ ሓስብ ኣለኹ። ጽቡቕ ጌርኪ፣ ኮለል ኣይውዳእን'ዩ። ክንደይ ግዜ ዋንጫን ዘይብሉ ድኻም ክትደኽሚ። እንታይ እባ ዘህተፍትፈካ ዘሎ? ሃታፍ! እሞ መርዓው'ኸ ተረኺቡ'ዩ ወላስ መዓልቲ ክፈልየ ክትጸንሒ? ኢሂ!
ዘይመርዓው'ዶ ትምርዓይ'ኻ? የፍለጥኒ ነታ መዓልቲ ፈሊኽስ ኣብዛ መዓልቲ ዘርክብ መርዓዊ እንተሃልዩስ ይደውለለይ ኢልኪ ፖስት ምግባር ተጀሚሩ ኸው። ዋላ ተመርዕየ ክወልድ እንተሓሰብኩ ንበዓል ንዓኻ ሪኤ ተስፋ ዝቑርፅ። እንታይ ተስፋ ዘቑርፅ ኣለኪ ካልኦት እኮ እያ ክትወልድ ንዓይ ኣይኮንኩን ክትወልድኒ ደላይቱ ኣበይ ከም ዝስራን እኳ ንዳ። ከሰተሎ ዶ ትድኳ? ምስ ታቱንስኡ ክኸዱ ጸኒሖም መወዳእትኡስ ቦርሳ ቀይሩዋ። ከሰተ ርእይ ተቢልኪ ታቱንስኡን ፋስን ምስኦም ዘለዉ ትሕዝ ትገብሮ ውይ ክላእ የውደኒ እዩ ከዓ ሰው ኢሉ ከጭበርብረለይ ንዓናይ በጃኻ ኢለካ ተለቅሑ ከለዉ ሲ ወይ ኣይንለቃሕክንና ወይ ተሂቦም ኸ ከምዛ ናተይ ከዓ ንሓዋር ምስ ሰን ገንዘብ ወይ ንፈላለዩ ከም ዘለዉ ዝይርዶ እንታይ ፈሊጠሎም ኢልካኒ ኢኻ መዋዕልቲ ካብ በሃሉ ነዚ ብዶ እታ ትማል ዝሃብኩኻ ስጋ ኣምፃለይ ትብሎ ኢኻ ኣታ ካብ ርእሰይ ዘይትወርድ ሓቂ ተሓይሽ ነዚ ዝብያ ካብ ርእሱ ምውራድ ዕብየ ዘለኹ መሓረኒ ሕራይ